ሰላም ሰላም ክቡራትን ክቡራንን ናይዛ ዩቱብ ቻነል ተኸታተልቲ ህጹጽ ሓበሬታ ሒዘልኩም ቀሪብ ኣለኹ። ብርክት ዝበሉ ማእኸላይ ምብራቕን ከምኡውን ዓለም ለኻዊ ሓበሬታታት ናብ ዩቱብ ምስ ትጸዓኑ ኣቐዲሙ መልእኽቲ ወይ ድማ ኖቲፊኬሽን ንኽበጽሓኩም ዜናታት ብእዋኑ ንኽትከታተሉን ነዛ ዩቱብ ቻነል ሰብስክራይብ ብምግባር ናይ ደወል ምልክት ምጥዋቕ ኣይትረስዑ። ናብቶም ሓበሬታታት ምስ እነምርሕ ፕሬዚዳንት ኣሜሪካ ዶናልድ ትራምፕ ዝኣወጅዎ ምቁራጽ ተኹሲ ብክልቲኤን ሃገራት ይጣሓስ ኣሎ ብዝብል ዶናልድ ትራምፕ ኣዝዮም ሓሪቖም ኣለዉ። እስራኤል ኢራን፣ ኢራን ንእስራኤል፣ እቲ ምቁራጽ ተኹሲ ጥሒሳ ብዝብል ይካሰሳ ኣለዋ። ሓላሓሊፉ ድማ ኣብ ዝተፈላለዩ ከባቢታት ተኹሲ ዋላኳ ተተሰምዐ፣ ከተማታት ክልቲኤን ሃገራት ካብ ዝሓለፈ መዓልታት ዝሓሸ ግዜ የሕልፋ ኣለዋ። ኢራን ኣብ ዘውጽኣቶ መግለጺ፣ እስራኤል ተኹሲ ደው እንተቢላ፣ ኣነ'ውን ተኹሲ ደው ከብል'የ። ተኳሲት ባዕላ'ያ፣ ስለዚ ንሳ'ያ ደው ክተብል ዘለዋ። ተኹሲ ዘይከፈተት ሃገር ብኸመይ ተኩሲ ደው ኣብል እትበሃል ብዝብል ሓቲታ'ላ። በቲ ካሊእ ወገን እስራኤል ድማ ከምኡ መጥቃዕቲ ይወርደና ኣሎ፣ ምቁራጽ ተኹሲ ተጣሒሱ'ዩ ብዝብል መጥቃዕቲ ንምውራድ ከምዝፈተነት ሓቢሩሎም። ሃሪመዮም ዝበለቶም ዕላማታት እውን ብዝርዝር ብምጥቃስ ምቁራጽ ተኹሲ ክቕበሎ'የ ዋላኳ ተበለት ኢራን ድማ ምንም ዒላማ ዝተገብረ ነገር የለን። ዝተሃረሙ ማእኸላት ኒኩለር እምበር ናይ ሰባት ሓንጎል ኣይኮነን። እቲ ፍልጠት ዘሎ ኣብ ማእኸላት ኒኩለር ዘይኮነስ ኣብ ሓንጎል ኢራናውያን እዩ። እቶም ማእኸላት ደጊምና ክንሃንጾም ኢና ክትብል ተሰሚዓ ኣላ። ኢራን ትካላት ኒኩሌር ከም ብሓድሽ ንክህነጹ እውን ህጹጽ ትእዛዝ ኣሕሊፋ ኣላ። ዶናልድ ትራምፕ እውን ኣብ ማሕበራዊ መራኸቢኦም ብፍጽም ዘይከውን ነገር እዩ። ኢራን ደጊማ ማእኸል ኒኩሌር ክህልዋ ኣይክእልን ክብሉ ጽሒፎም። ተሰኪፎም ኣለው። ኣነ ኣብ ስልጣን ደው ኢለ እዚ ኣይግበርን ኢሎም ኣለው። ኣብ ማእኸላይ ምብራቕ ወጥርታት ይፍጠሩ ኣለው። ኣብቱ ዞባን ከባቢኡን ዘሎ እዋናዊ ኹነታት ብዝርዝር ዘስመዓኩም ክኸውን እዩ። ክሳብ መወዳእታ ሓቢርኩም ንፅንሑ። ሓቢርና ንከታተል። ኢራን ብኣሜሪካ ንዝወረዳ መጥቃዕቲ ግብረ መልሲ ትማሊ ናብ ኣብ ኳታር ኣብ ዝርከብ መዓስከር ሰራዊት ኣሜሪካ ድሕሪ ምትኳሳ ፕሬዝዳንት ኣሜሪካ ዶናልድ ትራምፕ እቲ መጥቃዕቲ ኣብዚ እቶ ዘይበሃል እዩ ብዝብል ድሕሪ ምግላፆምን ብድሕሪኡ ብኣዘራራቢ ኹነታት እንኳዕ ሓጎሰኩም ሕጂ ናይ ሰላም ጊዜ እዩ ዝብል መልእኽቲ ድሕሪ ምሕላፎም መራሕቲ ኢራንን እስራኤልን ናብ ድርድር ንምምጻእ ሓቲቶም ንብዝብል ኣብ ማሕበራዊ መራኸቢኦም ድሕሪ ምግላጾምን ምቁራጽ ተኹሲ ኣዊጆም እዮም። ይኹን እምበር ዶናልድ ትራምፕ ዝኣወጆ ምቁራጽ ተኹሲ ብዙሕ ዝሰመረ ኣይመስልን ዝበላ መራኸብቲ ሓፋሻት እዚ ጸብጻብ እስካብ ዘዳለነሉ እዋን ኢራን ንእስራኤል እስራኤል ድማ ንኢራን ብጥሕሰት ምቁራጽ ተኹሲ እናተኸሰሳ ይርከባ። ፍንጀራታት ሓለሓሊፉ ዋላኳ ተተሰምዐ ክሳብ ሎም ካብ ዝተኻየደ ውግእ ብዝተፈለየ መልክዑ ካብ ሎም ንጉሃ ኣትሒዙ ኣብ ዝተፈላለያ ናይ ኢራንን እስራኤልን ከተማታት ጸጥታ ነጊሱ ሒሱ ከም ዝወዓለ ተሰሚዑ'ሎም። ሓለሓሊፉ ግና ኣብ ከተማታት ክልቲኤን ሃገራት ፍንጀራታት ምስማዖም ግን ኣይተረፈን። እቲ ምቁራጽ ተኹሲ ኣቐዲማ ዝተቐበለቶ እስራኤል ነይራ። ዎል ስትሪት ጆርናል ቅድሚ ሰለስተ መዓልታት ኣብ ዘውጽኦ ጸብጻብ ከም ዘመላኸቶ፣ እስራኤል እቲ ኲናት ክተቐጽለሉ ኣብ ዘይትኽእል ቅርቃር ውሽጢ ብምእታዋ፣ ብምቁራጽ ተኹሲ ኮነ ብኻሊእ ነገር እቲ ኲናት ደው ክተብል ኣብ እትደልየሉ ደረጃ ምብጻሓን ነዚ እውን ውሳነ ምሕላፋ ዎል ስትሪት ጆርናል ጸብጺቡ። ከም ዝነበረ ኣብ ዝሓለፈ ጸብጻብና ገሊጽና ምንባርና ዝዝከር እዩ። ነዚ ስዒቡ ድሕሪ ክልተ መዓልታት ዶናልድ ትራፕ ኣብ መዓስከር ሰራዊት ኣሜሪካ ዘነጻጸረ መዕጥቃዕቲ ውሕጥ ኣቢሎም ይኹን ሕጂ ንደራደር ብምባል ቅድሚ ሕጂ ተተንኪፍክና ከጥፍኣኪ እየ ክብልዋ ዝጸንሑ ኢራን ንሰራም ክብል እቲ መጥቃዕቲ ርእየ ከም ዘይረኣኹ ንምሕላፍ ተገዲደ ኣለኹ ኢሎም ኣለዉ። ይኹን እምበር ዝጸውዕዎ ናይ ሰላም ጻውዒት ሕጂ እውን ኣይሰመረን። ትራምፕ ሎሚ ንግሆ ምቁራጽ ተኹሲ ድሕሪ ምእዋጆም፣ ደጊሞም ትሩዝ ሶሻል ኣብ ዝተብሃለ ማሕበራዊ መራኸቢኦም ንእስራኤል ነቒፎም ኣለዉ። እስራኤል ዘስመርኩላ ተኹሲ ናይ ምቁራጽ መስመር እናጣሓሰት መጥቃዕቲ ኣብ ምክያድ ትርከብ ብዝብል ዝገለጹ ኮይኖም፣ ፕሬዚዳንት ኣሜሪካ ኣብ ማሕበራዊ መራኸቢኦም ኣብ ዘስፈርዎ ጽሑፍ እስራኤል ኣብ ልዕሊ ኢራን መጥቃዕቲ ክተውርድ የብላን ብህጹጽ ደው ተብል ክብሉ መጠንቀቕታ ሂቦም ኣለዉ። እቶም ፕሬዚዳንት ትሩዝ ሶሻል ኣብ ዝተብሃለ ማሕበራዊ መራኸቢኦም እስራኤል ቦምባታት ኣብ ከተማ ኢራን ኣይትደርብዪ፣ ደው ኣብሊ፣ በዚ መጥቃዕቲ እንተቐጺልኪ ከቢድ ጥሕሰት እዩ፣ ነፈርቲ ውግእኺ ብህጹጽ ናብ እስራኤል መልስየን ክብሉ ጽሒፎም። ገዲፎም ኣለዉ። እዚ ናይ ፕሬዚዳንት ትራምፕ መጠንቀቕታ ዝወፀ ካብ ሎሚ ንጉሃ ኣትሒዙ ግብራዊ ዝኾን ምቁራፅ ተኹሲ ኣብ መንጎ ኢራንን እስራኤልን ምሕላፉ ድሕሪ ምሕባር እዩ። እስራኤል ብናይ ትራምፕ ሓሳርብ ከምዝተሰማምዐት እንትትገልፅ ኢራን ድማ እቲ መጥቃዕቲ ደው ክተብል እትኽእል እስራኤል ደው እንተቢላ ጥራይ ምዃኑ ብምግላፅ ንዝተተኮሳ ጥይት ኣብ ከባቢ ቀትሪ ዓፀፋዊ ግብረ መልሲ ሂባ ኣላ። ኣብ ቀትሪ ሰራዊት እስራኤል ካብ ኢራን ዝተተኮሰ ሚሳኤላት ኣኽሺፈ ዋላ እኳ ተበለ ኢራን ግና ዝተኮስክዎ ሚሳኤል የለን ክትብል ገሊፃ ኣላ። ፕሬዚዳንት ትራምፕ ድማ ብቐጥታ ትእዛዝ ንእስራኤል ተኹሲ ደው ኣብሊ ክብሉ ተሰሚዖም ኣለው። ፕሬዚዳንት ትራምፕ ብምቕፃል ኢራን ንመፃኢ ብፍፁም ማእከል ኒኩሌር ኣይትሃንፅን ብምባል ብናይ ኢራን ኩነታት ሕጉስ ዘይምዃኖም ኣመላኺቶም ኣለው። ኢራን ብወገና ሎሚ ኣብ ዘውፀኣቶ መግለፂኣ ከምዝሓበረቶ ናይ ኒኩሌር ማእኸላተይ ብቦምባታት ዋላኳ ተዓነወ ፍልጠት ኣይዓኑን ዝበለት ኢራን ብፍፁም ማእኸላት ኒኩሌር ምህናፀይ ደው ኣያብልን ክትብል ኣፍሊጣ ኣላ። ኢራን ሎሚ ድሕሪ ምቁራፅ ተኹሲ ኣብ ዘሕለፈቶ ቀጥታ ውሳነ ብቦምባ ዝዓነው ዝተፈላለዩ ኣገደስቲ ወሰንቲ መደበራት ብህጹጽ ንኽህነጹ ኣተሓሳሲባ ኣላ። ልምዓት ተሓዲሱ፣ ደጊምና ኒኩለር ናይ ምምዕባል ስራሕትና ክንቅጽል ኢና፣ ከም ወትሩ ንሰላማዊ ግልጋሎት ክነውዕሎ ኢና ክትብል ድማ ኣፍሊጣ ኣላ። ትራምፕ ግና ቃል ብቓል ከም ዝበልዎ እዚ ብፍጽም ዘይከውን እዩ፣ ከይትፍትንዮ ኢራን ኣነ ኣብ ስልጣን ክሳብ ዘለኹ መሳርሒ ኒኩሌር ኣይክህልወክን እዩ ብዝብል ገሊጾም ኣለው። እቲ ተኹሲ ደው ናይ ምባል ሓሳብ ካብ ትራምፕ ምስ ተገለጸ ብፈለማ ዝተሰማምዐት እስራኤል ኮይና፣ እስራኤል ኣብ ውሽጢ ኢራን ሓያለ ዒላማታት ሃሪመ'የ ትብል ኣፍሊጣ ኣላ። ናይ ኢራን ኒኩሌር ምጥፋእ እዩ ነይሩ ዕላማይ፣ ኣጥፊኤዮ እየ። ናይ ኢራን ቅልጡፍ መፍረዪ ሚሳኤላት ምዕናው እዩ ነይሩ። እዚ እውን ሰሚርለይ እዩ። ውዒለዮ እየ፣ ድሕሪ ሕጂ ዝግበር ምቁራጽ ተኹሲ ንዓይ ዝጠቅም ብምዃኑ ተቐቢለዮ እየ ክትብል እስራኤል ኣፍሊጣ ኣላ። ኢራን ብወገና እቲ ምቁራጽ ተኹሲ ንምቕባል ከም ቅድመ ኩነት ዘንበረቶ፣ ባዕላ ኲናት ዝኸፈተትን ትትኩስ ዘላ እስራኤል እቲ ኲናት ደው ምስ ኣበለት ኣነ እውን ደው ከብል እየ ኢላ ኣላ። ጸላእተይ ዘካየድዎ ፈተና ኣይሰመረሎምን ዝበረት ኢራን፣ ጸላእተይ ናይ ኢራን ኒኩሌር ምጥፋእ'ዩ ነይሩ፣ እቲ ዕላማኦም ኣይሰመረሎምን ክትብል ኣፍሊጣ'ላ። መደበራት ምህራም ዋላ'ኳ ተተኻእለ፣ ኣብ ሓንጎል ዘሎ ፍልጠት ብኸመይ ክጠፍእ ይኽእል ክትብል ኢራን ተሰሚዓ'ላ። ደጊማ ድማ ኒኩለራዊ ትካላታ ምህናጻ ከም እትቕጽል ኣፍሊጣ'ላ። እቲ ካልእ ጸላእተይ ኣይሰመረሎምን ብዝብል ኢራን ዝገለጸቶ ድማ መንግስቲ ኢራን ምዕላው ዝብል'ዩ ነይሩ። እዚ'ውን ኣይሰመረን፣ ሚሳይላት ኢራን ምጥፋእ'ውን ኣይተኻእለን፣ ሚሳይላት ኢራን ኣይጠፍኡን፣ ዝደፍሩና ንምንብርካኽ ኣብ ሰማያት ክውንጨፉ'ዮም ኢላ'ላ። ብሕብረት ኣሜሪካን እስራኤልን፣ ፈረንሳን ኢንግሊዝን ክትጠፍእ እያ ክትዓኑ እያ ዝተብሃለት ኢራን ንድርድር ተሓቲታ ናብ ናይ ሰላም ወንበር ንኽትከይድ ተገይሩ ኣሎ። እዚ ዝኾነ ድማ ብጀጋኑና እዩ ብዝብል መንግስቲ ኢራን ገሊጹ ኣሎ። መንፈሳዊ መራሒ ኢራን ኣያቶላ ዓሊ ሃሚሊ ኣብ ማሕበራዊ መራኸቢ ኤክስ ኣብ ዘሕለፍዎ መልእኽቲ ናብ ኢራን ብፍጽም ኣይመተኮሱን ነይሮም ብዘይምፍላጦም ተኲሶም ዝብል መልእኽቲ ኣሕሊፎም ኣለዉ። በቲ ካልእ ወገን ትማል ኣብ ሰማያታ ሓያል ናይ ሚሳኤል ተኹስታት ዝረኣየት ቀጠር፣ ንውድብ ሕቡራት መንግስታት ልኣላውነት እቲ ተጣሒሱ ብዝብል ደብዳበ ጽሒፋ ኣላ። ቀጠር ኢራን ትማሊ ሶኑይ ኣብ ልዕሊ መዓስከራት ሰራዊት ኣመሪካ ኣል-ኡዲድ ዝፈጸመቶ መጥቃዕቲ ብምኹናን ልኣላውነተይ ተጣሒሱ ብዝብል እያ ንኢራን ብምንቃፍ ንዋና ጸሓፊ ውድብ ሕራት መንግስታት ደብዳበ ጽሒፋ ዘላ። ሚኒስትሪ ግዱዳያት ወጻኢ ቀጠር ኣብ ዘውጽኦ መግለጺ እቲ መጥቃዕቲ ኣብ ልኣላውነት ቀጠርን ናይ ግዝኣት ሓድነትን ዝተፈጸመ ኣዝዩ ሓደገኛ ግሉጽ ጥሕሰት እዩ ብዝብል እዩ ገዲፍዎ ዘሎ። እዚ ድሕሪ ምዃኑ ድማ ኢራን ንቀጠር መልሲ ሂባ ኣላ። ኢራን ኣብ ወተሃደራዊ ማእኸላት ኣሜሪካ ዝፈፀመቶ መጥቃዕቲ ምስ ቀጠር ዘራኽቦ ነገር የለን ክትብል ኣፍሊጣ ኣላ። በቲ ካሊእ ወገን ተንተንቲ ከምዝገልፅዎ ትራምፕ ዝወሰድዎ ስጉምቲ ምናልባት እውን ኢራንን እስራኤልን ናብ ምቁራፅ ተኹሲ ንክመፃ ብምግባር ፍረ ኣፍርዩ ዶ ይኸውን ብዝብል ሕቶ ቢቢሲ ዘውፀኦ ሰፊሕ ፀብፃብ እንትንርኢ ፕሬዝዳንት ኣሜሪካ ዶናልድ ትራምፕ ኣሜሪካ ናብ ግጭት እስራኤልን ኢራንን ብምፅምባር ሓያለ ጠላዕ ተፃዊቶም እዮም ክብል ቢቢሲ ይገልፅ። ግን ድማ እዚ ስጉምቶም ንግዚኡ እውን እንተኾነ ፍረ ከየፍረየ ኣይተርፍን ብዝብል ዝገለጸ ቢቢሲ፣ ትራምፕ ትማሊ ለይቲ ከም ዘፍለጥዎ ክልቲኤን ሃገራት ኣብ ስምምዕ ምቁራጽ ተዅሲ ንምብጻሕ ዝተሰማምዓ ኰይነን፣ እዚ ድማ ናብ ዘላቒ ሰላም ከምርሕ ኢሎም ኣለዉ። ፕሬዚዳንት ትራምፕ ናይ ዓሰርተ ክልተ መዓልታት ኲናት ብዝብል ዝጸውዕዎ ግጭት እስራኤልን ኢራንን ሓቂ ኰይኑ ደው ዝብል እንተዀይኑ፣ ብቐዳም ኣሜሪካ ሰለስተ ማእከላት ኒኵለር ኢራን ድሕሪ ምድብዳባ እቲ ዞባ ናብ ሓያል ግጭት ንምእታዉ ኣብ ጫፍ ዝበጽሐ መሲሉ ዋላ'ኳ ተነበረ፣ ሕጂ ግና ዓቢ ዕረፍቲ ነቲ ዞባ ሂቡ'ሎ ይብል ቢቢሲ ኣብ ናይ ትንታነ ጸብጻቡ። ትማሊ ምሸት ኣብ ቀጠር ካብ ዝርከቡ ዓብዪ ማእኸል ሰራዊት ኣሜሪካ ዝተተኮሱ ሚሳኤላት ኢራን ብምሉኦም ከምዝኸሸፉን ኣብ ዝኾነ ይኹን ናይ ኣሜሪካ ትሕዝቶ ጉድኣት ከምዘየውረዱን ተሓቢሩ ምህላዉ ድማ ቢቢሲ ይገልፅ። ፕሬዚዳንት ትራምፕ ቀዳም ምሸት ንህዝብታት ኣሜሪካ ኣብ ዘስምዕዎ መደረ፣ ኢራን ኣብ ረብሓ ኣሜሪካ እተውርዶ መጥቃዕቲ ግብረ መልሲ ከምትህብ ተሓንዮም ነይሮም፣ ኣድላዪ ኮይኑ ተተረኺቡ እውን ኢራን ብምሉእ ናይ ኣሜሪካ ሓይልታት ክትህረምን ክትጠፍእን ከም ዝኸእል ከፈራርሑ ተራእዮም እዮም። ንልዕሊ ዕስራን ኣርባዕተን ሰዓታት ዓለም ኢራን እንታይ ክትገብር እያ ዝብል ንምርኣይ ብጽፍሩ ደው ኢሉ ተጸብዩ ነይሩ ዝበለ ቢቢሲ፣ ኢራን ስጉምቲ ድሕሪ ምውሳዳ ድማ ኣቓልቦኡ ናብ ፕሬዚዳንት ኣሜሪካ ተመሊሱ። ፕሬዚዳንት ኣሜሪካ ድማ ከምዝተሓነይዎ ሰራዊቶም ኣዚዞም ናብ ኲናት ክኣትዉ እዮም ተባሂሉ ትጽቢት ነይሩ። ትራምፕ ግና ኣብ ማሕበራዊ መራኸቢ ገጾም፣ ኢራን ንማእኸላት ኒኩለራ ንምድምሳስ ንዝወሰድናዮ ስጉምቲ ከምቲ ዝተጸበናዮ ኣዝዩ ዝደኸመ ግብረ ሂባ። ስለዚ ድማ ነዚ ዝሑል ግብረ መልሳ ንሕና መልሲ ኣይንህብን፣ ኢራን ሕጂ ናብ ናይ ሰላም ድርድር ትምለስ ኣላ ክብሉ እዮም ተሰሚዖም። በዓል ስልጣናት ኣሜሪካ ከም ዝብልዎ እንተኾይኑ ኢራን ካሊእ መጥቃዕቲ እንተውሪዳን ኣሜሪካዊ እንተሞይቱን ወይ ድማ ሓያለ ጉድኣት እንተወሪድዎ ትራምፕ ታይ ዓይነት መልሲ ከም ዝህቡ ክንርኢ ኢና ክብሉ ኣፍሊጦም ኣለው። ንግዚኡ ግና እቲ ናይ ግጭት መንገዲ ዝገደፍዎ ይመስሉ። ኣብ መንጎ ክልቲኤን ሃገራት ዘሎ ጉዳይ ዝሃደኣ ዋላ እኳ ተመሰለ ኩነታት ግና መሊኦም ከም ዘይተረጋግዑ ሕጂ እውን ይረኣዩ ኣለው። ኣብ ቀፃሊ መዓልታት። ዘሎ ኩነታት ድማ እንዕዘቦ ክኸውን እዩ ክብል ቢቢሲ ኣብ ጸብጻቡ ኣስፊርዎ ኣሎ። እምበኣርከ ፍትዋት ተኸታተልቲ ነዚ እዋን ዝበልኩዎ ሓበሬታ ዝመስል ነይሩ። ብኻሊእ ዜና እስካዕ ንራኸብ ሰላም።